ሰላም ሰላም ተኻተተልቲ ናይዛ ቻነል ኣብ ዘዘለኹሞ ሰላም ቀኒኹም ክትኮኑ ተስፋ ገብር እምበኣርከ ሎማዓንቲ ከኣ ብኻሊእ ቪድዮ ተመሊሰኩም ኣለኹ ናይ ሎማዓንቲ ቪድዮ ቁሩብ ፍልይ ዝበለት እያ ነዚኦም ኣብ ካናዳ ዝነብሩ ኣሕዋትና እያ ትምልከት ማለት እዩ ኣብ ካናዳ ነቢሮም ንስድርኦም ፋሚሊ ናቶም ስፖንሰር ገሮም ናብ ካናዳ ከምፁ ዝደልዮ ማለት እዩ ናይ ብሓቂ ፅብቕቲ ዕድልያ እዚኣ ክንጥቀመላ ኣለና ማለት እዩ እቶም ዘይትፈልጡኒ ስመይ ማእከለ ይበሃል ኩሉ ግዜ ኣብ ቻነል ከዕብየናን ክጠቕመናን ይኽእል እዩ ዝበልክዎ መደብ እየ ዘቕርብ ብፍላይ ድማ ኣብ ሰይቪን ኣንድ ኢንቨስትመንት ማለት እዩ ናይ ሎማዓንቲ ከኣ ሕብረተሰብና ክጥቀመላ ይኽእል እዩ ኢለ ዝኣምነላ እያ እዚኣ ብፍላይ ኣብ ካናዳ ዝነብሩ ስድርኦም ከምጽኡ ዝደልዩ ብዙሕ ሰብ እዩ ብዛዕባ ሪስፖንሰር ክጭነቕን ክሽገርን ትርእዮ ማለት እዩ እዚኣ ከኣ ሓንቲ ዝበለጸት መፍትሒ እያ ንቲኦም ስድርኦም ከምጽኡ ትሓስቡ ናብ ካናዳ ብሓቂ ጽብቕቲ ዕድል እያ ጥራይ ገለ ነጥብታት ኣለዉ ክነማልኦ ዝግብኣና ንዑ እንድሕር ኣማሊእና ስድራና ብዘይ ጸገም ካብቲ ዘለዎ ዓዲ ናብ ካናዳ ክመጹ ይኽእሉ እዮም ማለት እዩ። እዚ ፕሮግራም እንታይ ዝበሃል ፓረንት እንን ግራንድ ፓረንት ፕሮግራም ተባሂሉ ይጽዋዕ ማለት እዩ። ፓረንት እንን ግራንድ ፓረንት ፕሮግራም ወይ ድማ ፒጂፒ ተባሂሉ ይጽዋዕ ማለት እዩ። እንታይ ፒጂፒ እንታይ ጥቕምታቱ ንመን እዩ ዝግብኦ መን እዩ ኣፕላይ ክገብር ዝኽእል ብኸመይ እውን ኣፕላይ ክንገብር ንኽእል እቲ ከነማልኦ ዘለና ነጥብታት ኩሉ ኣብዚያ ቪድዮ ሓንቲ ብሓንቲ ቀስ ኢለ ክዝርዝሮ ክፍትን እየ ማለት እዩ ኩሉ ግዜ ከም ዝብሎ ኣብዚያ ቻነል ዝቐርብ ንሓበሬታን ንትምህርትን እዩ ዕላምኡ እትኦም ዝኾነ ካሊእ ሞር ሓበሬታን ሞር ኣፍልጦን ክህልወኩም ትደልዩ ብዛዕባ እዚ ጉዳይ ኣብ ዲስክሪፕሽን ክገድፈልኩም እየ ሊንክ ኣብኡ ኣቲኩም ቸክ ክትገብርዎ ይላበወኩም ካልእ ናብዚኣ ሳብስክራይብ ኣብዚኣ ዩቱብ ቻነል ከዓ ሳብስክራይብ ዘይገበርኩም ሳብስክራይብ ገርኩም ከምዚ ሓዱሽ ነገራት ኩሉ ግዜ ከዳሉ እየ ጎኑ ጎኑ ከዓ ብዛዕባ ሴቪን እንደን ኢንቨስትመንት ከዓ ከቅርብ እየ ማለት እዩ ብዝተኻእለ እዚኣ መደብ ንክልተ ሰሙን ጥራይ ስለ ዝኮነት እዚኣ ፕሮግራም ብዝተኻእለ ናብ ኩሉ ኣብ ካናዳ ዝነብር ሰብ ሸር ክትገብርዋ ዝኾነ ሰብ ድሌት ዘለዎ ሰብ ካይሓልፎ ምእንቲ ሸር ገርኩም ክትሓውርኒ ይላበወኩ ማለት እዩ እንታይ ፒጂፒ ክንርኢ ኢና ብመጀመርታ ማለት እዩ ፒጂፒ ሓደ ፕሮግራም ኮይኑ ኩሉ ግዜ ኣብ ካናዳ ንዝነብሩ ሰባት ዝምልከት እዩ ኣብ ካናዳ ዝነብሩን ሲቲዝን ካናዳ ዜግነት ናይ ካናዳ ዘለዎም ሰባት ወይ ድማ ፒኣር ዝኾኑ ማለት እዩ ፐርማነንት ሬዚደንት ካርድ ዘለዎም ማለት እዩ ካርድ ዝሒዞም ዘለዉ ሰባት እዩ ዝምልከት እሶም ጥራይም ከዓ ኣፕላይ ክገብሩ ዝኽእሉ ነዚ ፕሮግራም እዚ ማለት እዩ ፒጂፒ ኩሉ ግዜ ዓመታዊ ዝቐርብ እዩ። ሓንቲ ግዜ ኣብ ዓመት ከም ዕጫ ኮይኑ ከም ዕጫ ሎተሪ ብመሰ ከም ዕጫ ሎተሪ ኮይኑ እዩ ዝቐርብ። ሰብ ኣፕላይ ይገብር ኣፕላይ ምስ ገበረ እቶም ይግብኦም እዩ ዝተባሃሉ ሰባት ኩሎም ወረቓቕቶም ተፃርዩ ዕጫ ይግበረሎም ዕጫ ዝበፅሖ ሰብ ከዓ ኣብ ኢሜሉ ይስደሉ ማለት እዩ በፂሕካ ኣሎ ከምዚ ከምዚ ኣማልእሎም ከዓ ይሰዱልካ ድሕሪኡ ማለት እዩ ዝሓለፈ ዓመት ክልተ ሽሕን ዓሰርተ ትሽዓተን እዚ ፕሮግራም ዊን እዚ ዌብሳይት ንክንደይ ነይሩ ንሸውዓተ ሚኒት ጥራይ ተኸፊቱ ነይሩ ንሸውዓተ ደቂቕ ጥራይ ተኸፊቱ ነይሩ ማለት እዩ ኣብዘን ሸውዓተ ደቂቕ ከባቢ ሚእትን ሰላሳን ሽሕ ሰብ ኣፕላይ ገሩ ማለት እዩ ካብዚኦም ሚእትን ሰላሳን ሽሕ ከዓ መንግስቲ ካናዳ ኣውፅኦ ነበረ ንሰላሳ ሽሕ ስለ ዝኸነ ሰላሳ ሽሕ ሰብ ጥራይ ከዓ ተዓዊቶም ማለት እዩ እሶም ከዓ ኣፕላይ ገሮም ወዲኦም ማለት እዩ ናይን ዘበን ግን ቁሩብ ፍልይ ዝበለ እዩ ምክንያቱ ዓሚ ሸውዓተ ደቂቕ ጥራይ ስለ ዝነበረ ብዙሕ ሰብ ቅሬትኡ ገሊጹ እዩ ማለት እዩ ሸውዓተ ደቂቕ ክንደይ ዓበይቲ ኣለዉ ክንደይ ኣብ ኢንተርነት ብዙሕ ኣፍልጦ ዘይብሎም ሰባት ኣለዉ ኣብ ሸውዓተ ደቂቕሲ ድምላእ ነገር የለን እዚ ናይ ብሓቂ ጌጋ መገዲ ገሊሎም ጥርዓኖም ምስ ኣቕረቡ ናብ ኢሚግሬሽን ካናዳ መንግስቲ ከዓ ለንዘበን ብዝተመሓየሸ መገዲ ንዒስራ መዓልቲ ከፊትዎ ኣሎ እዚ ወብሳይት ማለት እዩ ካብ ዕለት ዓሰርተ ሰለስተ ኦክቶበር ክሳብ ዕለት ሰለስተ ኖቨምበር ክልተ ሽሕን ዕስራን ማለት እዩ እዚኦም ሕጂ ኣብዘን ዕስራ መዓልቲ ኣፕላይ ገሩ ካብ ሎማዓንቲ ከባቢ ዓሰርተ ክልተ ሰሙን እዩ ተሪፎ ደለ ዓሰርተ ኣርባዕተ መዓልቲ ማለት እዩ ቅድሚ ሰለስተ ኣርባዕተ መዓልቲ እዩ ተኸፊቱ ብዝተኸኣለ ኣብዘን ክልተ ሰሙን ኣፕላይ ክገብር ዝኸኣለ ሰብ ክዕወት እዩ ተዘይገበረ ከዓ ንዓመታ ክልተ ሽሕን ዕስራን ሓደን ክፅበ እዩ ማለት ንመን ኢኻ ስፖንሰር ትገብሮ ንድሕር ኢልና ነቦኻን ነዴኻን ወይ ድማ ነባሓጉኻን ንዓባይካን ማለት እዩ ከምኡ ናይ ሰበይትኻ ክኾኑ ክእሉ ናይ ስድራኻ ክኾኑ ክእሉ ማለት እዩ ዋላ ኣርባዕቲኦም ስድራ ስድራኻን ሰበይትኻን ስድራ ስድራኻን ክትገብሮም ትኽእል ኢኻ ጥራይ እቲ ኢንካም ናትካ ሃይ ክኾን ኣለዎ ማለት እዩ ቀስ ኢልና ክንሪኦ ኢና ኣብዚ መወዳእታ ኣብዚ መወዳእታ ቪድዮ ናይዛ ቪድዮ ማለት እዩ ኢቭን ቀለውዕ እውን ንሕር ኣለዎም ኣሕዋትካ ንሕር ኣለዉ ትሕቲ ዕድመ ኮይኖም ምስ ስድራኻ ክመፁ ክኽእሉ እዮም ማለት እዩ ፀገም የብሉን ጥራይ እቲ ናይ ፋሚሊ ሳይዝ ኢንካም ናትካ ሃይ ክኸውን ኣለዎ ማለት እዩ ንሶም እንታይ እቲ በነፊት ናቶም ንሕሪ ኢልና ኣብዛ ዓዲ ክነብሩ ይኽእሉ ብናፃ እንዳነበሩ ክሰርሑን ይኽእሉ ማለት እዩ ልክዕ እቲ ፒኣር ካርድ ዘለዎ ኣብዛ ዓዲ ዝምልከቶ ዝግብኦ ዝረኽብዎ ጥቕምታት ኩሉ ንሶም ከዓ እቶም ስድራና ናብዚ ዓዲ ምስ መፁ ኩሉ ነገር እቲ ፒኣር ክረኽቦ ዝኽእል ጥቕምታት ንሶም ከዓ ይረኽቡ ማለት እዩ ካልእ ሕክምና ብናፃ ይጥቀሙ ካልእ ድሕሪ ምርጭኦም ኮይኑ እውን ሲቲዝንሽፕ ዜግነት ናይ ካናዳ ኣፕላይ ክገብሩ ክእሉ እዮም ግዝኦም ምስ ኣኸለ ማለት እዩ ካልእ መን እዩ ኣፕላይ ድገብር መን እዩ ዝፍቀዱ እንድሕር ኢልና ከዓ ኩሉ ግዜ ኣብ ካናዳ ክትነብር ክትክእል ኣለካ ኣብ ካናዳ ክትህሉ ኣለካ ሕጂ ኣፕላይ ክትገብር ልዕሊ 18 ዕድመኻ ክኸውን ክኽእል ኣለዎ 18 ወይ ድማ ልዕሊ ክኸውን ኣለዎ ዕድመኻ ኣፕላይ ክትገብር ንስድራኻን ከተምፅኦ ማለት እዩ ካልእ ፕሩፍ ከተቕርብ ክትክእል ኣለካ ማለት እዩ ፕሩፍ ፕሮቫይድ ፕሩፍ ኢንካም ናትካ ማለት እዩ ናይ ኢንካም ናይ ዓምን ቅድሚ ዓምን ናይ ሰለስተ ታክሲ ዝሓለፈ ዓመትን 2018 2020 ፕሩፍ ኢንካም ከተዳሉ ክትክእል ኣለካ ማለት እዩ ኣብ ሓዳር እንድሕር ኮንካ እውን ኮማን ሎ ፓርትነር ብፀይቲ እውን ብፃይ እንድሕር ኣለካ ብሕጊ ምሳኻ ዝነብር ሰብ እሱ እውን ኢንካም ናቱ ኣብ ኢንካምካ ተደሚሩ ሓደ ክኸውን ይኽእል ማለት ይሕግዘካ እዩ እዚኣ ትሪእዋ ዘለኹም ዌብሳይት ናቶም እያ ኣብዚኣ ኣትየ ዘለኹ ማለት እዩ እቲ ፕሮሰስ ካብ ዕስራ ወርሒ ክሳብ ዕስራን ኣርባዕተን ማለት ካብ ዓመትን ሸሞንተ ወርሒን ክሳብ ክልተ ዓመት እዩ ዝወስድ እቲ ፕሮሰስ ናብዚ ዓዲ ክመፁ እቶም ስድራ ማለት እዩ ገንዘብ ንሓደ ሰብ ሽሕን ሓምሳን ክትከፍሎ ኣሊኻ ናይቲ ባያሞትሪክ ናይቲ ኣፕሊኬሽን ፊ ገለመታት ማለት እዩ ኩሉ እዚ ሽሕን ሓምሳን ንሓደ ሰብ ንኣብነት ኣቦኻን ኣዴኻን ድሕር ተምፅኣልኻ ካንካ ክልተ ሰባት ስለ ዝኾኑ ክልተ ሽሕን ሚእትን ክትከፍለሎም ኢኻ ፊ ናቶም ማለት እዩ ክንደይ ኢንካም እዩ ዘድልየና ኣብ ካናዳ ክትነብር ኣለካ ኢልና ነርና እቲኦም ኣብ ክቤክ ትነብሩ ፕሊስ ኣብዚኣ ናይ ኩበክ ኢሚግሬሽን ስፖንሰርሺፕ ስፖንሰርሺፕ ሪኳርመንት ዘለላ ኣብዚ ኣቲኹም ቸክ ክትገብርዎ ትኽእሉ ኢኹም ምክንያቱ ናይ ኩበክ ኩሉ ግዜ ካብዚ ናይ ቴን ካልኦት ፕሮቨንስ ናይ ካናዳ ፍልይ ዝበለ እዩ ሕግናቶም ብዝተካእለኩም ኣብዚ ኣቲኹም ቸክ ክትገብሩ እቲኦም ክትገብሩ ዘይትኽእሉ ከዓ ኣብ ከባቢኹም ዘለ ናይ ሕጋውያን ኣማኸርቲ ወይ ድማ ናይ ኢሚግሬሽን ኣቲኹም ከድኩም ክትሓቱ ይላበወኩም ማለት እዩ እዚ ንለ እዚ እቲ ፋሚሊ ሳይዝ ማለት እዩ ፋሚሊ ሳይዝ እቶም ተምፅኦም ዘለካ ሰብን ንስኻን ማለት እዩ ንኣብነት ስኻ በዓል ሓዳር ንሕር ኬንካ ኣብዚ ሰዓት እዚ ኣብ ካናዳ በዓል ሓዳር ኬንካ ንሕር ትነብር ኣለካ ኬንካ ክልተ ሰብ ኢኻ ስኻ ማለት እዩ ስድራኻ ኣቦኻን ኣዴኻን ከተምጽእ እንድሕር መዲብካ ክልተ ሰብ ተምጽእ ኣለኻ ማለት እዩ ንስኻ ከዓ ክልተ ሰብ በዓል ሓዳር ኢኻ ኣርባዕተ ኸንካ ኣለኻ ማለት ስለዚ ኣርባዕተ ፋሚሊ ሳይዝ ኣብ 218 ልዕሉ 60 ሽሕ ኢንካም ክህልወካ ኣለዎ 219 ልዕሊ 61 ሽሕ 220 ድማ ከባቢ 49 ሽሕን ልዕሊ እዩ ማለት እዩ እዚ ሕጂ ናትካን ናይ ሰበይትኻን ክድመር ይኽእል እዩ ማለት እዩ ናይ ሓደ ሰብ ግድን ጥራይ ኣይከነ ማለት እዩ ሰበይትኻ ኢንካም ናታ ክትሕግዘካ ትኽእል እያ ወይ ሰብኣይኪ ክሕግዘኪ ይኽእል እዩ ማለት እዩ እንድሕር ንበልና ኣብነት ሰብኣይን ሰበይትን ኢኻ ለንዘበን ቆልዓ እንድሕር ወሊድካ ክልተ ሽሕን ዕስራን ቆልዓ ወሊድካ ማለት እዩ ዓምን ቅድሚ ዓምን ክልተ ሽሕን ዓሰርተ ትሽዓተን ክልተ ሽሕን ዓሰርተ ሸሞንተን ግን ኣይወለድካን ነርካ እንድሕር ዘይወለድካ ነርካ ክንደይ ኢኻ ንስኻ ክልተ ሽሕን ዓሰርተ ሸሞንተን ዓሰርተ ትሽዓተን ክልተ ሰብ ጥራይ ክልተ ሰብ ኢኻ ማለት እዩ እገይን ንሕር ኣቦኻን ኣዴኻን ክተምጽእ ኴንካ ክልተ ሰብ ተምጽእ ኣለኻ ንስኻ ክልተ ሰብ ኣርባዕተ ሰብ ኢኻ ማለት እዩ ስለዚ ናይ 218 ኣርባዕተ ሰብ ሱሳ ሽሕን ልዕሊን ክህልወካ ኣለዎ ኢንካምካ ናይ 219 ሱሳን ሓደን ሽሕ ማለት እዩ ቆልዓ ኣብ 220 ስለ ዝወለድካ ግን ሰለስተ ሰብ ኴንካ ኣለኻ ኣቦኻን ኣዴኻን ክልተ ሓሙሽተ ሰብ ትኾን ኣለኻ ማለት እዩ ስለዚ ናይ ሓሙሽተ ሽሕ ሰባት ከዓ ሓምሳን ሓሙሽተን ሽሕ የድልየካ ኣብ ክልተ ሽሕን ዕስራን ማለት እዩ ስለዚ እዚ ገንዘብ ቸካ ክንካን ክትትሕዞ ወይ ኣብ ባንክ ከድካ ትትሕዞ ኣይከነን እንታይ ደኣ ክንዲዚ ኢንካም የእቲኻ ክትከውን ኣለካ ማለት እዩ ናይ ሰለስተ ዓመት ኢንካም ክልወካ ኣብ ካናዳ ናይ ሰለስተ ዓመት ታክሲ ዝመላእካዮ ኢንካም ልዕሊ እዚ እትወድሎ ክኸውን ክኽእል ኣለዎ ማለት እዩ። ነዚ ሚኒማም ክበፅሑ ክኽእል ኣለዎ ማለት እዩ። ስለዚ ነዚኤን ድሕሪ ግቡእና ኮይና ድሕሪ ግብኣና ኮይኑ ፈሊጥና ነዚኤን ርኢና ኣፕላይ ክንገብር ንኽእል ኢና ማለት እዩ። ስለዚ ከመይ ጌርካ ኣፕላይ ትገብር እንድሕር ኢልና ቀላል እያ ማለት እዩ። ኣብዚኣ ሓሪግኩም ክንመለስ ናብዚኣ እዚኣ እያ እቲኣ ፎርም ማለት እዩ ኣብዚኣ ትኸዱ ኣብዚኣ ሳሚት እንደን ኢንተረስት ቱ ስፖንሰር ፎርም ትኸዱ ኣብዚኣ ክሊክ ምስ ገበርኩም ነዚኣ ክትምፃልኩም እያ ኢንተረስት ስፖንሰርሽፕ ፎርም 2020 ኢዝ ናው ኦፐን ክብለካ ማለት እዩ ካብ ኖቨምበር ክሳብ ኖቨምበር ስሪ ኣሎ ተኸፊቱ ኣሎ ማለት እዩ ካብ ኖቨምበር ስሪ ግን ዋላ ሓንቲ ሰዓት እንድሕር ሓሊፋ ዕጹው እዩ ዕድል የብልካን ማለት ስለዚ ብዝተኻእለኩም ፕሊስ ናብ ኩሉ ኣብ ካናዳ ዝነብር ሕብረተሰብ ሸር ክትገብርዎ ይላበወኩም ማለት እዩ ኣብዚኣ ጎ ኢንተረስት ስፖንሰርሽፕ ክሊክ ትገብሩ ኣፕላይ ክትገብሩ እንድሕር ደሊኹም ማለት እዩ ድሕሪኡ እዚ ክመፅኣኩም እዩ ከምዝበለ ነዚ ኩሉ ሓሊፍኩም እዚኣ እቲያ ፎርም ሕጂ ኣፕላይ ትገብራ ማለት እዩ ከነዳን ሲቲዝንሽፕ ዲኻ ብለካ እዩ እዎ ትብሎ ፋሚሊ ኔም ናትካ ናይ ፋሚሊ ኔምካ ትመልኦ ብዚ ንኣብነት ናተይ ሃይለ ማእከለ እዩ ጊቭን ኔም ከዓ ጊቭን ኔም ሕጂ ኣብዚ ገሊኦም ሚድል ኔም ዘለዎም ኣለዉ ማለት ሽም ኣቦኦም ማለት እዩ ንኣብነት ኣነ ማእከል ኣብርሃም ሃይለ ይበሃል ሚድል ኔም ግን ኣብ ናተይ ካርድ ስለ ዘየለ ሚድል ኔም ናተይ ኣይትወን እቶም ሚድል ኔም ዘለኩም ፕሊስ ኣብዚኣ ክትመልዋ ክትክእሉ ኣለኩም ሽም ኣቦኹም ማለት እዩ እንድሕር ፈረስቲ ኔም ዘይብልኩም ላስቲ ኔም ጥራይ ኣለኩም ኮይኑ ከዓ ነዚኣ ቦክስ ክሊክ ክትገብሩዋ ትኽእሉ ኢኹም ማለት እዩ እንድሕር ፈረስቲ ኔም ኣለኩም ግን ክሊክ ኣይትገብሩዋ ማለት እዩ ኤገ እንድሕሪዮ ኣብዚ እቲ በዘይ ናትኩም ማለት እዩ ትመልእዎ ዕለቱ ኣብዚ ዕለት ኣብዚ ዓመተ ወርሒ ኣብዚ ከዓ ዓመተ ምህረት ማለት እዩ እዚኣ ከይተጋገኩም ኣበይ ተወሊድካ ኣለካ ኣበይ ተወሊድካ እያ ትብል ማለት እዩ ኣበይ ትነብር ኣለካ ደይከነት ኣበይ ተወሊድካ ወርዩ ቦርን ትብል ኣላ ማለት እዩ ስለዚ ኣነ ኣብ ሱዳን ተወሊደ ኣብ ሱዳን ኣብ ተወለድካሉ ቦታ ትገብሮ ማለት እዩ ኣብ ኤርትራ እንድሕር ተወሊድካ ኣብ ኤረትራ ክትገብሮ ትኽእል ኢኻ ማለት እዩ ድሕሪኡ ዩር ፕራይመሪ ሬዚደንታል ኣድረስ ማለት እዩ እዚ ከዓ እቲ ኣድራሽኻ ኣብ ካናዳ ማለት እዩ ኣብ ካናዳ ኣበይ ፕሮቨንስ ነብር ስትሬት ኣጌን ሲቲ ባርነቢ ፕሮቨንስ ናይ ኣብ ብሪቲሽ ኮሎምቢያ ከምኡ ፖስታል ኮድ ናትካ ኣብዚ ትፅሕፎ ማለት እዩ ድሕሪኡ ሜልን ኣድረስ ናትካን ኣድረስካን ደሴም ድሕር ኮይኑ የስ ብሎ ማለት እዩ ድሕሪኡ ኢሜል ኣድረስ ናትካ ብያ ትእትዋ ካልኣይ ግዜ ትደግማ ኢሜል ኣድረስ ንኣብነት ናተይ ኣከለ ኢሜል ኣድረስ ዝኾነ ፅሕፎ ኣብዚ ኢሜል ኣድረስ ናትኩም ኣብዛ ትገብሮ ካልኣይ ግዜ ኮንፈርም ትገብሮ ካልኣይ ግዜ ትደግምዋ ንዓ ድሕሪኡ ኣብዚ ኣፕሎድ ኤ ኮፒ ኦፍ ስታቱ ኢን ካናዳ ዶክመንት ብለካ ኣሎ ማለት ሕጂ ኣብዚ እንታይ ዓይነት ዶክመንት እዩ ዝቕበሉ ክንሪኤና ማለት እዩ ብዙሕ ኣማራጺ ደለ ከነድያን በርት ሰርቲፊከት በርት ሰርቲፊከት ናይ ካናዳ ንሕር ኣለካ ጽቡቅ ይቕበልዎ እዮም ሲቲዝንሽፕ ወይ ዜግነት ወይ ድማ ፐርማንት ረዚደንት ካርድ ካርዲ ንሕር ኣለካ ኮይኑ ከዓ ፀገም ዘለዎ ነገር ኣይከነን ፓስፖርት እውን ፀገም የብሉ ንቕበልዎ እዮም ኮንፈርሜሽን ፐርማንት ረዚደንት እዚኣ ከዓ እቲያ ኣብ ቶሮንቶ ትዋሃባ ላንዲን ፔፐር ማለት እዩ እዚኣ እውን ንቕበልዋ እዮም ፐርማንት ረዚደንት ካርድ እውን ንቕበሉ እዮም ማለት እዩ ንዚኤን ሓንቲ ንዓኹም ዘለትኩም ወረቅት ካብኤን ኣፕለት ንኣብነት ኣነ ፒኣር ኣለኒ ጸገም የብልን ፒኣር ክገብርየ ድሕሪኡ ኣብዚ እቲ ፒኣር ናምበርካ ትጽሕፎ ማለት እዩ ዝኾነ ትጽሕፎ እቲ ፒኣር ናምበርካ ኤጌን ሽዑ ትደግሞ ኣብዚ ኣብዚ ፒዲኤፍ ስእሊ ናይቲ ፒኣር ኣዳሉ ክብልኒ እዮም ኣብዚ መጽ ሽዑ ብራውዘር ንብሎ እታ ፒኣር ናተይ ኣብዚ ናለት ከምዚ ገረ ኣፕላይ ይገብሮ ማለት እዩ የእትዋ ማለት ኣትያ ኣላ ድሕሪኡ ኣቲ ተምፅኦም ዘለካ ሰባት ማለት እዩ ንኣብነት ኣነ ነቦይ ከምፅኦ ድሕር ከይነ ፋሚሊ ኔም ሃይለ ማለት እዩ ጊቭን ኔም ሕጂ ኣብዚ ሽሙን ሽም ኣቦይን ሽም ኣባሓጎይን ይፅሕፎ ማለት እዩ ኣብዚ ከዓ ላስቲ ኔም ናይ ኣባሓጎይ ናይቲ ዘምፅኦ ዘለኩ ሰብ ይፅሕፎ ማለት እዩ ኣብዚ ድሕሪኡ By checking this book I confirm that the person doesn't have any doesn't have a given name እንድሕር given name ወይ first name እንድሕር ዘይብሉ ኮይኑ ኣብዚኣ ክሊክ ገብሩዋ ማለት እዩ እንድሕር ኣለዎ ኮይኑ ግን ክሊክ ኣይትገብሩዋ ኣብዚ ዕድመ ማለት እዩ ኣብዚኣ ፅቡቅ ነገር ንኣብነት ናይ ስድራና መብዛሕትኦም ዘይትፈልጦ ትኽእል ትኽእል ኢኻ ዕለቶም ዝተወለድሉ እንድሕር ዘይትፈልጦ ኮይንካ ፀገም የብሉን ዕለትን ወርሕን ድሕሪ ትፈልጦ ኮይንካ ኣይፈልጦን ኢልካ ብዛዕባ ክሊክ ትገብር ዓመተ ምህረት ግን ግድነት ክትፈልጦ ክትክእል ኣለካ ማለት እዩ ግድነት ከተደራሪ ክትክእል ኣለካ ናይቲ ተምፅኦ ሰብ ኣቦኻ ድዩ ኣዴኻ ኣብዚኣ ክሊክ ጌርካ ክትመሮ ክትክእል ኣለካ ማለት እዩ ድሕሪኡ ኣብዚኣ ሽምካ ፅሒፍካ ሳብሚት ትብሎ ማለት እዩ ሳይን ኢልካ ሰሚት ትብሎ ማለት እዩ ምክንያቱ ኣነ ፅቡቅ ገረ ስለ ዘይመላኽዎ ሳብሚት ክኾን ኣይክእልን እዩ ብዙሕ ሓቶታት ግን ብዝተኻለኩም ከምዚኣ ገርኩም ትመልዋ ማለት እዩ እቲኦም ዝኣብየኩም ከዓ ኣብ ከባቢኹም ንዘለዉ ናይ ኢሚግሬሽን ሓገዝቲ ከድኩም ኣብኡ ሓጉዙና ኢልኩም ክትመልእዎ ይላበወኩም ማለት እዩ ድሕሪ ኣፕላይ ምስ ገበርካ ከ እንታይ ዝምልከተካ እንድሕር ኢልና ድሕሪ ኣፕላይ ምስ ገበርካ ከዓ ንሶም ክሰዱልካ እዮም ኣፕላይ ገርካ ተቐቢልናካ ኣለና ዕጫ እንድሕር በፂሕካ ካብዚኦም ዕድለኛ ኮንካ እንድሕር ኣብዚኦም ዓሰርተ ሽሕ ሰባት ዕጫ በፂሕካ ኣብ ኢሜይልካ ኮንፈርሜሽን ክሰዱልካ እዮም ማለት እዩ ኮንፈርሜሽን ሰዲዶም በፂሕካ ኣሎ ኣፕላይ ክትገብር ትኽእል ኢኻ ክብሉካ እዮም ድሕሪኡ እንሱሳ መዓልቲ ኣለካ ዕድል ማለት እዩ ኣብዚ እንሱሳ መዓልቲ ኣፕላይ ክትገብር ትኽእል ኢኻ ማለት እዩ እቲ ናይ 220 ምናልባት ኣይ ክሳብ ሕጂ ገና እዩ ዘላ ኣይተወደን ኣሎ እቲ ናይ ኖርስ ኣሳስመንት ናይ ኢንካም ናታ ማለት እዩ ፀገም የብሉን ሓራይ ኣፕላይ ምስ ገበርካ ወርሒ ሰለስተ ወርሒ ኣርባዕተ ምስ መጸ እቲ ኖርደስ ኣሳስመንት ናትካ ናይ ኢንካምካ ድሕሪኡ ክትሰደሎም ትኽእል ኢኻ ኣንለስ ግን ናይ ክልተ ሽሕን ዓሰርተ ትሽዓተን ዓሰርተ ሸሞንተን ግን ከተዳለወ- ከተዳልወሎም ክትክእል ኣለካ ማለት እዩ ማርከይ እዚኣ ትመስል ናይ ሎማዓንቲ ንዝያዳ ሓበሬታ እ፣ ኣብ ዲስክሪፕሽን ክገድፈልኩም እየ እታ ዌብሳይት እ፣ ኣብኣ ኣቲኹም ቸክ ክትገብሩ እ፣ ካልእ ኣብ ከባቢኹም ንዘለዉ ናይ ኢሚግሬሽን ዝፈልጡ ሕጋውያን ኣማኸርቲ ኮይንኩም እውን ብዛዕብኡ ዲስካስ ክትገብሩ ከዓ ይላበወኩም ማለት እዩ ማርከይ ናይ ሎማዓንቲ ቪድዮ እዚኣ ትመስል ነይራ እቶም ሳብስክራይብ ዘይገበርኩም ሳብስክራይብ ገርኩም ናብዛ ዩቱብ ቻነል ክትሓብሩኒ ይላበወኩም ፍሉስ ሰብ ንክትበፅሕ ክልተ ሰሙን ጥራየን ተሪፈን ዘለዋ እተን መዓልቲ ኤክስፓየር ክትከውን እዚኣ ኣፕሊኬሽን ስለዚ ብዝተኻእለና ናብ ኩሉ ሰብ ሸር ክትገብሩላ ክትገብሩለይ ይላበወኩም ማለት እዩ ጸገም የብሉን ገንዘበን ድሕሪ ዘይሰሊጥካ እውን ንዓመታ ኣፕላይ ክትገብር ትኽእል ኢኻ ክልተ ሽሕን ዕስራን ሓደን ማለት እዩ ክልተ ሽሕን ዕስራን ሓደን ከባቢ ሰላሳ ሽሕ ክፍቀድ ጸገም ዘለዎ ነገር ኣይከነን ንሽዑ እውን ተዳሊኻሉ ትጸንሕ ትኽእል ኢኻ ማለት እዩ ገንዘበን ዘይተዓወትኩም ጸገም የለን ንዓመታ ትዕወቱ ትኾኑ ተስፋ ገብር ጉድ ላክ ጽቡቕ ዕድል ይግበረልኩም ተዓዊትኩም ስድራኹም ምሳኹም ክነብሩ ኣብ ጎንኹም ኮይኖም ክሕግዝኹም ከዓ ይምነየልኩም ሰላም መዓልቲ